ሰላም ሰላም ተኻታተልቲ ኣዶ ቻነል ሕዚ ሒዘልኩም ዝቐረብኩ ድማ ብዛዕባ እታ ቴሌግራም ዋሌት ከመይ ከም ዝኸፈትን እቶን ኪፐር ዋሌት ከመይ ከም ንኸፍትን እዩ። እዚ መሰረት ድማ ከም ዝስዕብ ተዋዲዱ ኣሎ። ኪፐር ተስፈለንግ ብደንብ ንሓዛ እቶን ኪፐር ማለት እዩ። ቴሌግራም ከዓ እቶን ኪፐር ክንከፍት ማለት እዩ። እቶን ኪፐር ክንከፍት ከለና ኣብ ሞባይልና ናብ ፕለይ ስቶር ወይ ድማ ኣፕ ስቶር ኣቲና ኣጋጣሚ ስለ ዘለኒ ኣነ ኦፕን ዝብሎ ዘለኹ ስለዚ ንስኹም ከዓ ቶን ኪፐር ቶን ዋሌት ዝብል ትኸፍቱ ማለት እዩ ስለዚ ኣብ ሞባይልኩም ፕሌይ ስቶር ወይ ኣፕ ስቶር ንኣንድሮይድ ተጠቀምቲ ፕሌይ ስቶር ንኣይፎን ተጠቀምቲ ከዓ መሰረት ጌርኩም ክትከፍቱ ማለት እዩ ስለዚ ክንከፍት ከለና ብጣዕሚ ንእሽተይ ግዜ ይወስደልና እዩ እዚ እዩ ዝኸውን ማለት እዩ እቶም ኪፐር ዝብል ክሬት ኒው ኳሊቲ ኦር ኣድ ዝብል እንተሃሊና ኤግዚስቲንግ ኣድ ኒው እንተዘይብልና ግን ኒው ክሬት ኒው ኢና ንብሎ ፓስ ፓስኮድ ጠይቀ ይጠይቀና እዩ ክንህቦ ኣርባዕተ ኢና ንህቦ እዚ

ነተሓሕዛ ማለት እዩ። ስለዚ እዚኣ ከምዚኣ ጌርና ኢና ነተሓሕዛ። ስለዚ ኣብዚኣ ኮኔክት ዩር ዋሌት ትብልና ቶን ኪፐር ትብልና ማለት እዩ። እታ ቶን ኪፐር እዚ በዚኣ ከምዚኣ ጌርና ከፊትና ኣለና ማለት እዩ። ኢናብል ኖቲፊኬሽን ኢናብል ንገብሮ ኮኔክት ዋሌት ትብል ከዓ ኮኔክት ንገብራ ማለት እዩ። ስለዚ እታ ፓስወርድ መሊስና እዚኣ ቸክ ንገብር ማለት እዩ። ስለዚ ይህበና ኣሎ ማለት እዩ። ያው ቅርሺ ስለ ዘይብሉ እዩ ሳክሰስፉሊ ተኸፊቱ ኣሎ ማለት እዩ እቲ ቶን ኪፐር። ስለዚ እዚ እዩ ዝመስል ማለት እዩ። ኣብዚ ሰንድ ረሲቭ ስካን ስዋፕ ባይ ኦር ሴል ስቴክ ዝብሉ ኣለዉ ሶስም ካሊእ ብሰፊሑ ግዜ ክንርኢ ኢና ማለት እዩ። ኤርድሮፕ ታስክ ናይ ሃምስተር ግን ገና ሊስት ስለ ዘይተገበረ ስለዚ እንስሳ ምጽባ እያ ተድልየና ማለት እዩ። ሶ ኣብ ኮምፒውተር ክንኸፍት ከለና ኤርድሮፕ ማለት እዩ ቶን ኪፐር ማለት እዩ እዚ ዝመጸና ሶ ኣብ ኮምፒውተር ተሓለፈ ኮምፒውተር ኣብ ሞባይል እንትኸውን እዚ ድማ ብኮምፒውተር ክንከፍት ከለና ቶን ኪፐር ዶት ኮም ናቲ ምስ ኣተና እንዲኦም ፊቸራት እዚኦም እዩ ዝመፀልና ማለት እዩ ስለዚ ብጠቕላላ ኣብ ኮምፒውተር ጎግል ክሮም ወይ ከዓ ኣብ ዝተፈላለየ ኤክስቴንሽን ኢልኩም ትኣትዩ ማለት እዩ ምስ ኣተኹም ያው ኣብዚ ኣሎ ቶን ኪፐር ንዲስክቶፕ ወይ ከዓ ኣብ ቴሌግራም ይርከብ እዩ ኣንድሮይድ እውን ኣይኦስ እውን ይርከብ ማለት እዩ ንኣፕል ወይ ከዓ ንኣንድሮይድ ማለት እዩ ስለዚ ኣብ ክሮም ብራውዝ ኤክስቴንሽን ኢለ ኣለኹ ኣድ ንብላ ማለት እታ ሪሙቭ ትብላ እዚኣ ያው ኣድ ገይረያ ስለ ዝነበርኩ ኣነ ኣድ ትብል ትመፅእ ያባኹም ስለዚ ኣድ ትብልዋ ኤክስቴንሽን ምስ መፀ ከዓ ኣድ ዝብል ትምፁ እሞ ብላዕሊ መሰረት ኣብታ ላዕሊ ከይድኩም እዚኣ እንታይ ትገብርዋ ፒን ትገብርዋ ማለት እዩ እዚኣ ትመፀልኩም እያ ግን

ሶ ኤግዚስት እንተልናዮ እዚ እዩ ዝህበና ኣድ ንብሎ ኣለና መጨረሻ ማለት እዩ ብደንብ ተዓዘቡ ኣብዚ ክንርስዕ ዕስራን ኣርባዕተን ፊደላት ኣለዋ ፊደላት ክንርስዕን የብልናን ማለት እዩ ሶ ናብ ኒው ዋሌት ኒው ዋሌት ንኣቲ ከለና ሓድሽ ከዓ እንታይ የዳልዩ ብለና ኣሎ ፔንና ዕስራን ኣርባዕተን እዩ ዝብፃ ኣብተን ዕስራን ኣርባዕተን ኣጋጣሚ ኣነ ዘሊለ እቲ ቪድዮ ዘሊሉ ናይ መንሽኡ እዩ ዘርእየኩም ዘሎ እተን ቁፅሪ መሕለፍ ስታክ እየ ዘርእየን ዘሎ ይኹን እምበር ዕስራ ኣርባዕተ እየን ዘለዋ ማለት እዩ ንሶ እተን ዕስራ ኣርባዕተ ብደንብ ትትሕዝወን ምስ ሓዝኩም መሕለፊ ቴስት ይገብረኩም ሰለስተ ማለት እዩ ንኣብነት ከምዚ ቴስት ዝገብር ዘሎ እሱ እየ ቴስት ይመልእ ስለ ዘለኹ እዩ ስለዚ ቁፅሪ ዘርእየን ንማንም ክወሃብ ኣይከላን ፓስዋርድ ይሓተኩም ለዚ ክሬኤት ትገብሩ ማለት እዩ ፓስዋርድ ብደንብ ስትረንግ ዝኾነ ፓስዋርድ ክትከፍቱ ኣለኩም ናብዚ መስቢ ካፒታል ለተር ስሞል ለተር ሃሽታግ ቁፅርን ዝተፈላለዩ ሞርዛን ሲክስ ካራክተር ዝሓዘ ክኾን ኣለዎ ዝብል ኣሎ ሶ እዚ ክትመልዎ ትኽእሉ እዚ ፓስዋርድ እዚ ግን ክርሳዕን ብቐሊሉ ኣብ ዝኾነ ቦታ ክርከብ ዘይኽእል ክኸውን ኣለዎ ማለት እዩ ምክንያቱ ቀጻሊ ዝተፈላለየ ክተቕምጥሉ ትኽእል ስለ ዝኾነ እቲ ዶላር ሃምስተር ናብ ብር ናብዚ ዝቕየር ማለት እዩ ስለዚ ሪኢንተር ፓስዋርድ ነቕምጥ ክነቕምጥና ማዕረ ምስ ተላዕለ ማለት እዩ ኮንቲኒዩ ንብሎ ማለት እዩ እዚ ብምቕጻል ማለት እዩ ኮንቲኒዩ ንብል ኮንቲኑ እየ ዝብለ ዘለኹ ስለዚ ኮንግራጁሌሽን ኢንተርዩር ሪከቨሪ ፍሬዝ ቅድም ዝሃበኒ እዚኤኑ ሪከቨሪ እዩ ዝብለኒ ዘሎ ሪከቨሪ እዚኤኑ ኣእቲ እዩ ዝብለኒ ዘሎ ኣነ ማለት እዩ ስለዚ ከሪከቨሪ እዚኤኑ ብምእታይ ያ ቸክ ንገብር ማለት ስለዚ ኣብ ኮምፒውተርና ኢና ቸክ ንገብር ዘለና ተመሳሳሊ እዩ ዝመፅእ ምንም ዝተፈለየ ስለ ዘየለ እዚኣ ትመጽእ ማለት እዩ ባዕላ ስለዚ ባይ ሰንድ ረሲቭ ስዋፕ ዝብል እዩ ዝመጽእ እዚ ካልእ ዝተፈለየ ነገር ስለ ዘይብሉ ማለት እዩ ስለዚ እዚ እዩ ብደንብ ራይዎ ባይ ሳን ሰንድ ረሲቭ ስዋፕ ዝብል ኣላ እዚኣ ማለት እዩ ስለዚ ዋሌትኩም ከፊትሎ ሶ ኮኔክት ከመይ ኮኔክት ከም ዝግበር ቅድም እታ ናይ መጀመርያ ዘረኹሙ ኣብ ቴሌግራም ኣቲኹም ሃምስተር ኢልኩም ጽሒፍኩም ኮኔክት ትብልዎ ማለት እዩ ስለዚ ኤርድሮፕ ታስክ ብሎክም እዩ ኮኔክት እዮም ትብልዋ ማለት እዩ ኩራት ተኸታተልቲ ኣዶ ቻነል ብደንቢ ርኣይዎ እዚ ስለዚ ከፍትና ኣለና ያው እንድሕር ቅድሚ ሕዚ ስራሕና ኢና ዜሮ ስለ ዝኾነ ዶላሩ ብዜሮ ይሕና ዘሎ ማለት እዩ ስለዚ እዚኣ ሳብስክራይብ ሸር ኮመንት ከዓ ካባኹም ኣይፈለየን ቅድሚ ሕዚ ዘተባባዕኹም ብጣዕሚ እየ ዘመስግን ስለዚ ሕዚ እውን ቤተሰብ ዘይኮንኩም ኣባል ናኾንኩም ሳብስክራይብ ንዓይ ትድግፈኒ ወይ ከዓ ተበረታትዐኒ ሳብስክራይብ ብምግባር ስለ ዝኾነ ሳብስክራይብ ንገብረዋ ማለት እዩ ስለዚ ካልኣይ ቴሌግራም ዋሌት ኢና ንኸፍት ቴሌግራም ዋሌት ቴሌግራም መጀመርያ ንኸፍት ማለት እዩ ቴሌግራም ምስ ከፈትና ቴሌግራም ከም ትኸፍቱ ሶርት ቴሌግራም ሰርች በተኑ እዚኣ ማለት እዩ ሰርች በተን እንታይ ትፅሕፉ ዋሌት ኢልኩም ፅሑፉ ማለት ዋሌት እታ ቲክ ሰማያዊ ዘለዋ እያ ክትመፀልኩም ንሳ ኣነ ስለ ዘለና ቅድሚ ሕዚ እዩ ያው ባዕሉ ዘሎ ስለዚ እዚ እዚኣ ክሊክ ትገብሩ እሞ ሶ ቴሌግራም ዋሌት እንታይ እዩ ንብላ እዚ ኦፕን ዋሌት ትብል ኣላ እዚኣ ኦፕን ዋሌት ንብላ ማለት እዩ ኦፕን ዋሌት ያው ኔትወርክ ንእሽተይ ድኽም ኢልኒ ስለ ዘሎ እዩ እዚ ስለዚ ኦፕን ዋሌት ሰልክዎ ያው እዚ እዩ ዝመፅእ ማለት እዩ ስለዚ ዋሌት ኦፕን ገይረ ኣለኹ ሶ ኣብ ቴሌግራም ከመይ ዋሌት ኦፕን ከም ዝግበር እዩ ዘርኢ ዘሎ ብጣዕሚ ሓፅር ፅር ዝበለን እዩ ያው እቲ ኔትወርክ ብጣዕሚ ንእሽተይ እንትን ስለ ዝብል እዩ ብደንቢ ርኣይዎ ሶ ሰንድ ኣድ ክሪፕቶ ኤክስቼንጅ ፒቱፒ ዝብል ማዕረ እዩ ምንም ዝተፈለየ ነገር የብሉን ምስቲ ቶን ኪፐር ማለት እዩ ሶ እዚኤን እየን ብሰፊሕ ካሊእ መዓልቲ ክንሪኤ ስለ ዝኾነ እዩ ሕዚ ንምክፋት ጥራሕ ናብዚኣ ድማ ትመፁ ሰለስተ ንጥብጣብ ገይርኩም ኣብ ናይ ፕሮፋይል ኣብ ትሕቲኣ ዋሌት ትብል እንተሃልያ ትክክለኛ ከፊትኩም ኣለኹም ማለት እዩ ዋሌት እንተዘየለ ግን ደጋጊምኩም ክፈትዋ ማለት እዩ ስለዚ ክቡራት ተዓዘብቲ እታ ቪድዮ ከመይ ረኺብኩምዋ እስቲ ርእይቶኹም ኣብ ኮመንት ጸሓፉለይ ሳብስክራይብ ዘይገበርኩም ድማ ሳብስክራይብ ሸር ብምግባር ንካልኦት ንክበጻሕ ንግበር። ቅድሚ ሕዚ ዝሃብኩምኒ ሃናጻይ ርእይቶኹም እናመስገንኩ እታ ቻነል ድማ ሓቢርና ነዕብያ። ኣብ ቐጻሊ ድማ ካሊእ ተመሳሳሊ ትሕዝቶ ንዓኹም የምህሩ እዮም ኢለ ዝሓስቦም ሒዘልኩም ክቐርብ እየ'ሞ የቐንየለይ። ሰናይ ግዘ ንክኾነልኩም ድማ ትምኒተይ እዩ።